ሰላም ሰላም ሰላም ክቡራት ተኸታተልተይ ሎማዓንቲ ከዓ ብሓድሽ ነገር ተመሊሰኩም ኣለኹ ናይ ሎማዓንቲ ትሕዝቶና እምበኣር ስፓጌቲ ብሽጉርቲ ብገለ ደይኮነት በቃ ናይ ሃካየት ያለው ማዓንቲ ብሕፅር ዝበለ ስፔዛ ኣስፔዛ ትወስድ ግዜ ትወስድ ጥዕምቲ ፍልይቲ ስፓጌቲ ኢና ክንሰርሕ ንስኻትኩም ከኣ ምሳይ ኮንኩም ስርሑ። ኣዝያ ኣዝያ ቀላል እያ። ብፍላይ ከም ዝትችውችው እንድሕር ኢልኩም ወይ ከም ዝተተጸሊእካ ወይ ናይ ሃዋኹም ሻሎ ህውኽ ኢልካ እንጀራ ዘይብልካ መግቢ ተዘይብልካ ዋላ ሓንቲ ዋላ ሓንቲ ግዜ ኣይትወስድን እያ። ሕውስ ሕውስ ኣቢልካ ብኮሚደረን ብሳልሳን ጥራይ ምስራሕ ስለ ዝኾነት በቃ ሓንቲ ክስታይ ደድልያ ነገር ኣይኮነስ እንተ ዓማኸ ክነግረኩም ኣይክእልኒ ምናልባት እንደይምፀሙ እንድሕር ኮይና ግን ዋላች እስካ ብላዕሊ ፍሕፍሕ ኣቢልና ክንገብረሉ ንኽእል ኢና ወይ ቆልዑ ተልዮሙና ገለ ችስ ከዓ ሞር ብጣዕሚ እዩ ዘጥዕሞ ማለት እዩ ተዘይኮይኑ ከም ደላታ ጌርና ሰሪሕና ክንመገብ ንኽእል ኢና ንዕና ኢና ምስራሕ ክወስደኩም እምበኣር ደድልዩና ነገራት ኣብዚኣ ናይ ኣዝማሪኖ ኣላትኒ ከምዛ ትሪዋ ዘለኹም ኣዝማሪኖ ማለት እያ እዚኣ ሽጉርቲ ፃዕዳ ከዓኒ ኣለዋ ንቐሪፍ ቀሪበ ኣለኹ ሳልሳ ከዓ ሳልሳ ተሓፊስ ኣለኒ ሰለስተ ኮሚደረ ሰለስተ ኮሚደረ ኣለዋኒ ሓንቲ ከዓ ስፓጌቲ ኣላትኒ ማለት እዩ እዘን ሽጉርቲ ፃዕዳይ ቀሪፈ ቀሪበየን ዘለኹ ቁሩብ ከዓ ኣብዝሕ ኣቢለየ ኣለኹ እቲ ቀንዲ ጣዕሙ ኣብኡ ስለ ዘሎ ማለት እዩ ስፓጌቲ ሓንቲ ከምዚኣ ተጠቂመ ኣለኹ ከከም ብዝሕናን ከከም ድሌትናን ማለት እዩ ንዓይ እዚኣ ስለ ትኣኽለኒ ሎማዓንቲ እዚኣ ገይረ ኣለኹ ማለት እዩ እምበኣር ሕጂ መጀመርታ ነታ ፓስታ ዝኸውን ማይ ውዒ ሰኽቲተ ኣለኹ ከምዚ ትሪእዎ ዘለኹም እሱ ስጋ ኣብ ዝበልሓለይ ከዓ ነታ ሽጉርቲ ፃዕዳይ ክቕጥቅጦ እየ ማለት እዩ ክሞትሮ እየ እዚ ወላ ሓንቲ ግዜ ይወስድኒ ከምቲ ዝበልኩኹም ልክዕ ዓሰርተ ደቂቕ እታ ፓስታስ ዓሰርተ ደቂቕ ንምብሳል እንድያ ትብል ደላ እሳ እንዳበሰለት ኮላ እዚአን ከዓኒ ክሰርሐን እየ ማለት እዩ ሕጂ ከምዚ ትርእይዎ ዘለኹም መጀመርታ ነቲ ሽጉርቲ ጻዕዳይ ክጥሕኖ እየ ሽጉርቲ ክቆሊ ትብል በርበረ ክቆሊ ትብል ወላ ሓንቲ ወላ ሓንቲ ግዜ ድበሃል ወላ ሓንቲ እያ ዘይትወስድ ኣነ ብእውነት እዛ ዝዛረባ ዘለኹ እዚኣ በጀካ ሰሪሕካ ምፍታን ከምዚ ሞር ምስ ገበርካዮ ስለ ዝርዳእካ ፕሊስ ሰሪሕኩም ፈትንዎ ማለት እዩ ኣይ ሆፕ ክትፈትዎ ከዓ ተስፋ ገብር ኣነ ኩሉ ግዜ ንዓኹም ይጠቅም እዩ ይሓይሽ ኢለ ሒዘዮ ድመፅእ ማለት እዩ ስለዚ ንስኻትኩም ከዓ ፕሊስ ሳብስክራይብ ግበሩለይ ላይክ ግበሩለይ ሸር ሃናፂ ዝኸውን ኮመንት ወይ ክገብሮ ዝኽእል ምሻሎ ክእረሞ ዘለኒ ነገራት ኩሉ ክትፅሕፉለይ ትኽእሉ ኢኹም ኣብ ኮመንት ማለት እዩ ሕጂ ከምቲ ትርእይዎ ዘለኹም ነዘን ሽጉርቲ ጻዕዳይ ጥሕን ጥሕን ኣቢለየን ኣለኹ በታ ካራ ገይረ ሕጂ ናብዛ ባዴላይ ክቐልወን እየ ማለት እዩ ከምቲ ቀዲመ ዝሓበርኩም ኣብዛ ሓቢለ እየ ምክንያቱ ሞር ደጥዕሞ እቲ ሽጉርቲ ጻዕዳ ብዛሕ እንድሕር ኢሉ ማራ ትጥዕም ማለት እዩ ምቅርቲ እያ ትኸውን ከምዛ እትርእይዋ ዘለኹም ነዛ ሽጉርቲ ጻዕዳይ ከኣኒ ዘይቲ ጌረላ ኣለኹ ብሓንሳእ ጌርና ክንቀልዎ ምንቲ ማየይ ከኣ እዛ ናይ ፓስታይ ከምዛ ትሪእዋ ዘለኹም ፈሊሓትለይ ኣላ ማለት እዩ ሕጂ ንእሽተይ ጨውን ንእሽተይ ዘይትን ኣንጢበ እታ ፓስታይ ከኣ ክሰኽትታ እየ ከምዚ እትርእይዎ ዘለኹም እቲ ማየይ ሬዲ ኮይኑለይ ኣሎ ነታ ፓስታይ ድማ ከፊተ ብኣ ክመልሳ እየ ማለት እዩ ሕጂ ቀስ ኢልና ከይስበረና ማለት እዩ ጥንቅቕ ኢልና ከምዚ ቅድም ነብሎ ሽዑ ቁሩብ ማይ ትርክስ ምስ በለ ክቐስ ጌርና ድፍእ ድፍእ ነብሎ ማለት እዩ ኣቐዲምና ክስታይ ከይስበረና ግን ጥንቀቕ ንበል ማለት እዩ። ከምዚ ጌርና ቀስ ጌርና እንዳደፋእና እቲ ማይ እንዳተርከሰ እንዳተደፈአ እንዳኣተወልካ እዩ ድመፅእ ማለት እዩ። ሕጂ ከምዚ ትሪእዎ ዘለኹም ኩለን ቀስ ጌረ ቢለየን ኣለኹ። ሕጂ በዚ ፋርኬታ ጌረ ኣወሃህድ ኣብሎ ኣለኹ። ሕጂ ከምዚኣ ኢላ እሳ እንዳ በሰለትና ኮላ ናብዛ ሽጉርትና ተመሊስና ማለት እዩ። ቀስ ጌርና ሓዊ ኣትሕት ኣቢልና ማለት እዩ ንቐልዎ ነቲ ሽጉርቲ ጻዕዳ ምክንያቱ ሽጉርቲ ጻዕዳ ሓዊ ተበዚሕዎ ናይ ምሕራር ከምዚ ብባህሪኡስ ሕርር ሕርር እዩ ድብለካ ስለዚ ኣትሕት ኣቢልና ሓዊ ቀስ ጌርና ንቐልዎ ማለት እዩ ሕጂ ንሱ እንዳተቐለወልና ከሎ ነዛ ኮሚደረይ ክመትረኔ ኖርማል ገይረ ክመትሮ እንዴ ብድሕሪኡ ድማ ኣብ ማሽን ጌርና ክንጥሕኖ ኢና ማለት እዩ ከምዚ ትሪእዎ ዘለኹም ገይረ ኖርማል ገይረ ድመትሮ ዘለኹ እቶም ትሪእዎ ዘለኹም ፕሊስ መጀመርታ ስለ ኩሉ ማለት ተገዲስኩም ትርእይለይ ዘለኹም ብጣዕሚ ብልቢ ብልቢ እየ ዘመስግነኩም ግን ምርኣይ ከም ዘይተረፈኩም ከኣ እታ ላይክ ጥዋቅ ጥዋቅ ኣብልዋ ፕሊስ ክቡራት ተከታተልተይ ንዓካትኩም ወላ ሓንቲ ዝውዳኣልኩም ነገር የለን ንዓይ ግን ብጣዕሚ ብጣዕሚ እዩ ዝሕግዘኒ ተስፋ ገብር ሞራል ገብር ደጊመ ክምለስ ከኣ ይሕግዘኒ ስለዚ ጥውቅ ጥውቅ ኣብልዋ ተኽኢልኩም ከኣ እንተፈቲኹማ ማለት እዩ ናብ ትፈትዎም ኣሕዋትኩም መሓዙትኩም ሸር ትገብሩሎም ማለት እዩ ምክንያቱ ፍሪ ኣወር ሓንቲ ድውዳልኩም ነገር የለን። ንዓይ ግን ዓባይ ሓገዝ እያ። ስለዚ እንዳገበርኩም ላይክ እንዳገበርኩም ሸር እንዳገበርኩም ሳብስክራይብ እንዳገበርኩም ኣተባብዕኒ ክቡራት ተኸታተልተይ። ስለ ኩሉ ነገር ካብ ልቢ ብልቢ እየ ዘመስግነኩም። እምበኣር ከምዚ ትርእይዎ ዘለኹም እቲ ኮሚደረይ ምስ መተርክዎ ኣብዛ ማሽነይ ገይረ ቀስ ኢልና ጥንቅቕ ኢልና ነብሎ ማለት እዩ እታ ወዲ ወረቐትን ከዓ ሓፂበ ምፅኤ ኣብኣ ክመልሰያ ማለት እዩ ሕጂ ከምዚ እትሪእዎ ዘለኹም ገይረ ቀስ ገይረ ክጥሕነ ማለት እዩ ብታ ማሽን ከምዚኣ ጌርና ቀስ ጌርና ንጥሕና ማለት እዩ። ሕጂ ሓንቲ ማንካን ፈረቓን ድኸውን ሳልሳ ድማኒ ክገብረሉ እየ ቁሩብ ምስ ተጠሓነለይ እቲ ኮሚደረ ማለት እዩ። መጀመርታ ግን ቁሩብ እቲ ኮሚደረ ክጠሓናለይ ኣለዎ። ድሕሪኡ ክገብረሉ እየ እቲ ሳልሳ ማለት እዩ። ምስኡ ክጥሕኑ ክወሃሃደለይ እዚኣ ዓይነት እያ ኣነ ዝጥቀም ብጣዕሚ ፅብቕቲ እያ ሓፋስ እያ ሕጂ በዚኣ ምልእትን ንእሽተይ ካብ ወሲኸላ ማለት እዩ ሕጂ ክብለለይ ክጥሕነ ማለት እዩ ከምዚ ትሪእዎ ዘለኹም ምስ ገይረ ኣለኹ ምስ ገይረ ክጥሕነ እዩ ክወሃሃድ ምእንቲ ከምዚኣ ጌርና ፅቡቕ ጌርና ጥሒናያ ማለት እዩ ከምዛ ትሪእዋ ዘለኹም ዳርጋ እንዳኣኸለታ ማለት እዩ ሕጂ ርእይዎ ፅቡቕ ኮይኑ ትውህህድ ኣቢሉ ትሪእዎ ኣለኹም ዋላ እቲ ሕብሩ ገለ ማራ ደስ ይብለካ እዛ ሽጉርቲ ፃዕዳይ ድማ ርእዋ ቅይሕ ኢላ ፅብቕቲ ኮይናትለይ ሕጂ ተን ዝጠሓንክወን ናይ ኮሚደረን ናይ ሳልሳን ኣብኡ ገይረሉ ማለት እዩ እቲ ልዕሊ እዩ እዚኣ ዋላ ሓንቲ ዋላ ሓንቲ እንዲያ በቃ በቲ ኣብታ ፓስታ ትበስል በዚኣ ካ እዚኣ ገብራ ኣለኹ ዋላ ሓንቲ ግዜ ትወስድ ከ ኤግዛክትሊ ዓሰርተ ደቂቃ ወሲዳሃለይ ማለት እዩ ማዕራታ ፓስታ ብዘይ ምግናን ምክንያቱ ከምዚ ትሪእዎ ዘለኹም ወላ ሓንቲ ፕሮሰስ የብሉ ዝቕሎ ገለ የብሉ ገለ የብሉ እዚኣ ቀስ ጌርና ኣውሃህድ ኣቢልና ብስል ምስ በለህና እተን ጨውን ቀመማትን ገለ ጌርና ሕወስ ሕወስ ምባል ጥራይ ስለዚ ዝኾነ ሰብ በቃ ኣነ ብፍላይ እዚኦም ኣወዳት ገለ ትልኹም ካብ ብጣዕሚ እያ ትጠቕመኩም ማለት እዩ ዋላ እተን ደቂ ኣንስትዮ ከዓ ከምዚ ክብለክን ከለኹ ካብቲ በርበረ ውፅእ ክትብል ከለኻ ወይ ክሰልችወካ ከሎ ወይ ገለ ምሻሎ ሓንሳእ ድሓን ሓንሳእ ደይድሓን ድዩ ሓደ ሓደ ግዜ ከምዚ ኣይ ጌርና ስራሕ ስራሕ ኣቢልና ኣጣስም ኣጣስም ነብላ ማለት እዩ ሕጂ ከምዚ ትሪእዋ ዘለኹም እታ ፓስታይ ዊን ዳርጋ እንዳበሰለትለይ እያ እዚኣ ድማ ዳርጋ ኣኺላ እያ ማለት እዩ ረእይዎ ኳዕኳዕ ትብላ ኣላ ጽቡቕ ጽብቕቲ ኮይና ምሻሎ ዋላ እቲ ሕብራ ገለ ብጣዕሚ በቃ ጽቡቕ ኮይኑ ሕጂ ከምዚ ትሪእዎ ኣለኹም ፅቡቕ ገይሩ ስለ ዝተዋሃሃደለይ እዚ ቀመማት ክገብረሉ እየ ማለት እዩ ቀመም ከማን ብዙሕ ኣይኮንኩን ክገብረሉ ሎም መዓንቲ ጨውን በርበረ ፀሊም እታ ዝማሪኖ ድማ እየ ክገብረሉ ካልእ ብዙሕ ኣይድልየኒ ዋላ ሓንቲ የድልየኒ ኩሉ ግዜ ከዓ ጨው ገለ ዝቐመማት ከዓ ከከም ዓቐንና ከከም ትብዝሑ ማለት እዩ ሞር ግን ኣይነብዝሓሉ ምክንያቱ ኣብቲ ፓስታ ከዓ ስለ ንእሽተይ ጌርናሉ ዘለና ብዙሕ ኣይነብዝሓሉ ንእሽተይ ድማኒ በርበረ ፀሊም ከም እትሪእዎ ዘለኹም ጌረሉ ኣለኹ ሬዎ ፅቡቅ ኮይኑ በቃ ሕብሩ ብጣዕሚ ደስ ኢልና ኣነ በቃ ማራ ፈትዮ ሕጂ ንእሽተይ ከፍታ ኣዝማሪኖ ማለት እዩ ካብኣ ክገብረለን ይቐንስ ኣቢለ ጥዑም ጨና ይድህቦ በቃ ከምዛ ትሪእዋ ዘለኹም በቃ ኣኺላታ በሲላ ማለት እዩ ሕጂ ማር ኣትሒተያ ኣለኹ ኖርማል ማለት እዩ ሎው ጌረያ ኣለኹ ተሓዊ ሕጂ እቲ ፓስታና ዘቑዒቐ ኣምፀየ ኣለኹ ሕጂ ቀስ ጌርና ኣብኡ ክስታይ ክንገብሮ ኢና ማለት እዩ ኣብቲ ልዕሊ ዝሰራሕኽዋ ቀስ ጌርና ንገብሮ ማለት እዩ ኣብቲ ልዕሊ ስልሲ ሕጂ ከምዚ ትሪእዎ ዘለኹም ጥንቅቕ ኢልና ቀስ ኢልና ንገብሮ ከምዛ ትሪእዋ ዘለኹም ሕጂ ኣብኡ ምስ ገበርኩዎ ቀስ ገይረ ከወሃህዶ እየ

ማራ የብሰርክዎን ከይገዓተኒ ኢለ ሕጂ ተባዴላ ስለ ዝጸበበህኒ ናብዚኣ ገልቢጠ ቀስ ገይረ የወሃህዳ ኣለኹ ማለት እዩ እዚ ሕጂ እቲ ሓዊ ኣይጠፈእን ኣሎ ማራ ኣትሕት ኣቢለ ወሊዐየ ኣለኹ ምእንቲ ፅቡቕ ስቲ ኣቢሉ ጥዑም ክኸውን ስታዩ ክወሃሃድ ምእንቲ ኣትሕት ኣቢለየ ኣለኹ ማለት እዩ ዋላ ሕብራን ገሊኣን በቃ ጨና ገልምሽ ሃገገገገ እያ ትብል ብጣዕሚ በቃ ኣነ ማራ ፈትየያ ብጣዕሚ ብጣዕሚ ጥዕምቲ እያ ከምዚኣ ፓስታ እሞ በልየ ኣይፈልጥን በቃ ንስኻትኩም እውን ፈትንዋ እታ ዝብለኩም ዘለኹ ክርድኣኩም እዩ ማለት እዩ ሕጂ ኩላ ሰሪሐ ስለ ዝወዳእኽዋ ናብ ምቕራብና ኣቲና ማለት እዩ ከምዚኣ ገይረ ድማ ቀስ ገይረ ከቕርባ እየ ማለት እዩ እዚ ሕጂ ከምቲ ቀዲመ ዝሓበርኩኹም እንድሕር ጸወም ተሃሊና ኣብ ከለና ንበልዖ እንድሕር ደይንጸወም ኮይና ግን ችዝ ፍሕፍሕ ኣቢልና ኣብ ላዕሊ ክንገብረሉ ንኽእል ኢና ወይ ቆልዑ ተልዮሙና ገለ ንእሽተይ ችዝ ፍሕፍሕ ኣቢልና ኣብ ላዕሊ ንገብረሉ ማለት እዩ ተዘይኮይኑ ዝኾነ ወይ ሳላጥ ዋላ ከሉ ክንበልዖ ንኽእል ኢና ወይ ድማ ንእሽተይ መባልዕቲ ተደሊና ሃእኒ ሳላጣ ንገብረሉ ማለት እዩ ካልእ ዋላ ሓንቲ ኣየድልያን እዩ ካብዚኣ ትቐልልሲ እንታይ እሞላ ኣዝያ በቃ ዝቐለለት መግብስ እዚኣ ኮይና ረኺበያ ኣለኹ ኣነ። እምበኣር ከምዛ ትሪእዋ ዘለኹም ምቅርትን ጽብቕትን ጌረ ከምዚኣ ጌረ ቀሪበያ ኣለኹ። ንቐደም በሉ ንቐደም በሉ እንዳበልኪ እየ ክትፈትዋ ከዓ ተስፋ ገብር። እምበኣር ክቡራት ተኸታተልተይ ኣብ ቀጻሊ ብካልእ ትሕዝቶ ስጋዕ ዝመጻኩም ላይክ፣ ሸር፣ ሳብስክራይብ እንዳገበርኩም ምትብባዕኹም ኣይፈለየኒ። ንሎሚ ኣብዚ ክገድፈኩም እየ። ብሩኽ ቅነ ኣብ ቀፃሊ ብካልእ ትሕዝቶ ንረኽበና ባይ ባይ ባይ ባይ